ሰላም ዝከበርኩምን ፍትዋትን ቤተሰብና እዚ ቻናል ከመይ ትኮኑ ሎሚ ውን ከምቲ ልሙድ ብዝተፈለየ ዛዕባ መጽየኩም ኣለኩ ቅድሚ ግን እዚ ቻናል ንክዓቢ እዚ ቪድዮ ድማ ናብ ካልኦት ንክበጽሕ ላይክ ሸር ኮመንት ብዓቢ ድማ ሳብስክራይብ ብምግባር ጀምርዎ ኢኩም ቅድም ክብል ክልተ ሰለስተ ቪድዮታት ብዛዕባ ሓንቲ ሃና ዝተባሃለት ሓፍትና ምስራሕና ይዝከር እዩ ሕጂ ውን ብርክት ዝበሉ ሓበሬታታት እናወጽ እዮም ዝርከቡ ዘለዉ ብፍላይ ድማ ኣብ ሶሻል ሚድያ፣ ማሕበራዊ ሚድያ ፌስቡክን ቲክቶክን ዝልቀቑ ዘለዉ ቪድዮታትን ዝግበሩ ዘለዉ ወግዕታትን ንተኽላይ ወዲ ውቕሮ ብጣዕሚ ናብ ከቢድ እርምጃ ወይም ድማ ስጉምቲ ክወስዱ ከምዝኽእሉ እዮም እናተነገሩ ዝርከቡ ዘለዉ። በዚ ኣጋጣሚ እዚ ድማ ብጣዕሚ ብመሕዘንን መሰክሕን ዝበሃል ፎቶታት እውን እናተለጠፈን ቅድሚ ሕጂ ወፂኡ ዘይፈልጥ ሕጂ ድማ ብሰንኪ ሃና ተባሂሉ ዝተጀመረ ስራሕ ብዙሓት ብርክት ዝበላ ኣሕዋትናን ኣሓትናን ከምዚ ዓይነት ስቓይ ይበጽሐን ምህላውን፣ መወሊደን ፎቖዶ በረኻታት ይድብረያ ምህላወንን ብርክት ዝበሉ ምሽጥራት ስለ ተኽላይን እናወጹ እዮም ዝርከቡ ዘለዉ። ብተወሳኺ እውን ቤተሰብ ተኽላይ ኣብ ትግራይ ማለት እውን ኣብ ውቕሮ ከም ዝርከቡ እናተነገረ ዝርከብ ኮይኑ፣ ንቤተሰቡ ዘይሓሊ እንተኾይኑ ግን ደስትኡ ክገብር ይኽእል እዩ ብምባል ኣብ ወለዱ ንዝበጽሕ ምንም ዓይነት ጸገም ግን ተጠያቒ ባዕሉ ክኸውን እዩ እናበሉ ብርክት ዝበለ ሰብ ንየፈራርሖ ምህላዉ ውን ተፈሊጡ ኣሎ። ከም ዝፍለጥ እዚ ሓውና እዚ ኣብ ዘለዎ ቦታ ማለት ውን ኣብ የመን ራጎ ዝኾነ፣ ግለሰብ ተኽላይ ዝተብሃለ ብጣዕሚ ብርክት ዝበለ መሓውር ዘለዎን ናይ ባዕሉ ዝኾኑ ዕጡቓት ዘለዎ ሰብ ከም ዝኾነ ዩ እናተነገረ ዝርከብ ዘሎ። ብፍላይ ድማ ኣብቲ ንሱ ዝድቅሰሉ ማለት እውን ዝነብረሉ ቦታ ብዜካ የመናውያን ደቂ ተባዕትዮ ካልእ ሰብ ክኣቲ ከም ዘይክእልን እሱ ዝፈቐደሎም ወይም ድማ ዝመረጸን ኣጓላት ጥራሕ ከም ዝኣትዋን ብርክት ዝበላ ኣጓላት ድማ ክሳብ ሕጂ ኣብ ኢዱ ከም ዘለዋን ዝወለዳ እውን ዝጠነሳ እውን ከም ዘለዋ ብርክት ዝበላ ኣጓላት እናተነገረ እዩ ዝርከብ ዘሎ ስለዚ ሃና ድማ ከምዘይሞተትን ብህይወት ከምዘላን ተረጋጊጹ'ሎ። ከምዚ ኣብዚ ምስሊ ትርእይዎ ዘለኹም ክልተ ኣሕዋትና እውን ኣብ ኸምዚ ይርከባ። እዚኤን እውን ሰለባ ናይቲ ተኽላይ ዝበሃል ሰብ ከምዝኾና እየን እናተነገረ ዝርከብ ዘሎ። እዚኤን ብፎቶ ተወለጢፈን እምበር ብርክት ዝበላ ኣጓላት ከምዘለዋን ብርክት ዝበላ ድማ ጥንሰን ንኽሰዳ ብጣዕሚ የሳቕየንን ይጎድእንን ምህላዉ እዩ እናተነገረ ዝርከብ ዘሎ። ስለዚ እምበኣርከስ ክቡራትን ፍቱዋትን ተኸታተልትና ኣብ ማሕበራዊ ሚድያ በተለይ ድማ ኣብ ገጽ ቲክቶክ እንታይ ይበሃል ኣሎ ንዝብል ግን ብጣዕሚ ብርክት ዝበሉ ሓበሬታታት እዮም ስለ ተኽላይ እናወጹ ዝርከቡ ዘለዉ ብቀጥታ ናብቲ ናይ ተኽላይ ዝበሃል ዘሎ ናይ ቲክቶክ ዕላላትን ቪድዮታትን እየ ከስግረኩም ክሳብ መወዳእታ ድማ ብርክት ዝበለ ጥቕምታትን ብርክት ዝበለ ሓበሬታትን እናወጹ ስለ ዝርከብ ክሳብ መጠረሻ ምሳና ክትኾኑ ብድጋሜ ክዕድመኩም ይፈቱ።
እዚ ሰብ ደልዳሊኡ ኣብኡ ሕውሽ ማንም ኣይኣቲ ብዘይ የመን ማለት እዩ ኣነ ስለ ዝፈልጦ እዩ ትረድኡካ ማንም ርጃል ኣይኣቲ ኣብኡ ውሽጢ ርጃል እኳስ ኣይኣቲ ኣብ ናይ ተኽላይ ማለት ድዩ ኣብ ናይ ተኽላይ ማለት እወ ኣብ ናይ ተኽላይ የመን ጥራሕ እዮም እወ የመን ጥራሕ እዮም ልኣትዩ ማንም ርጃል ኣብ ሕውሹ ኣይኣቲ እሱ ልዳለዮ ልዳለዮ ሰብ ጥራሕ እዩ ናዓፈነ ልሐውል ማለት እዩ ልትፈለጠ እዩ ተኽላይ ሲጀመር ማለት እዩ እና ሓደ ነገር ለይትረደእካ መራሓይ ኮነ ተክላይ ናይ ባዕሉ ሕውሽ እኒኦዎ ፍሉጥ ሕውሽ እዩ በቃ ናተክላይ ትፈለጠ ሕውሽ እዩ ብዙሓት ለልተዓፈና እኒኦዋ ሃናን ጥራሕ ኣይኮነት እየ ኣሌክስ ሓወይ ኣብ ትግራይ ዘሎ ህዝቢ ክትታሎ ይትኽእልን ኢኻ ህዝቢ ትግራይ ብሙሉ ኣብ ውፅዕ ጎኒ ዝቕመጥ ምስ ሽፍታ ምስ ደላላ ምስ ደፋሪ ዓማፂ ጠጠወ ይብል እዛ ቆልዓ ከኣ ሓንቲ ነገር ኣይኮነትን ቀስ ኣቢልካ ከምዛ ዘይተባሃለት ናብ ስድራኣ ተረክባ ሞይታ ኢለ ነይረ እንዲ ሕጂ ኣላ እንተ ኢልኻ ጸገም ክመጸለይ ትብል ተሃሊኻ ኣነ ሚእቲ ፐርሰንት ውሓስ ከምጸልካ እየ ስደዳ እታ ቆልዓ ጽባሕ ንጎ ብዛዕባ ነገርካ ነገር ሓንቲ ነገር ኣይትዛረብን ኣጠንቂቕና ናብ ስድራኣ ክንሰዳ ኢና ዋላ እውን ደፊርኩማ እንተኾንኩም ዋላ እውን ብጅምላ ተኣኪብኩም ደፊርኩማ እንድሕር ተኾይንኩም ሓንቲ ዘረባ ወፂኣ ንኸይትዛረብ ኣንሕና ባዕልና ኣለና ትደልዮ ገንዘብ ሕተት ዓሰርተ ሽሕ ድዩ ዕስራ ሽሕ ድዩ ሰላሳ ሽሕ ድዩ ዶላር ሕተት ኣንሕና ለይትን ቀትርን ኣብ ህዝብና ደኒንና ለሚንና ክንበካ እዩ ተቆልዓ ግን ስደዳ ሞይታ ኢለ እንዴ ድሕሪ ሕጂ ክቐትላ ኣለኒ ሹመይ ከይወፅእ እንድሕር ከይከኸኣኒ ንስኻን ስድራኻን ኣብዛ ርእሲ ዓለም እንዳሃለኹም ብሰላም ኣይትነብሩ እዚኣ ፈሊጥካ ክትኣትዋ ክትከደልካ ንዝኾነት ትኹን እዛ ቆልዓ ብድሕሪ ሕጂ ዘጋጥማ ነገር ንስኻን ስድራኻን ኢኹም ትሕተቱ። ኣይፈልጦምን ትብል ተኾንካ ከኣ ሙሉእ ውቕሮ ይፈልጠካ እዩ፣ ሙሉእ ህዝቢ ትግራይ ከኣ ይፈልጠካ እዩ። ጽባሕ ንግሆ ብኽሳድካ ተሓኒቕካ ክትመጽእ ኢኻ ናብዚኣ። ብጓል ኣንስተይቲ ኣደ የብልካን ሓፍተ የብልካን ኣይወለድካን ገንዘብ ትደሊ እንድሕር ኮንካ ገንዘብ ንገንዘብ ኢልካ እንድኻ ትሰርሕ ዘለኻ ሕተት ገንዘብካ ትወሃብ ብጓል ኣንስተይቲ ተሽካዕሉ ጽባሕ ንግሆ ጓል ክትወልድ ኢኻ ገንዘብ ካብ ወሲድካ እታ ጓል ኣንስተይቲ ስደዳ ገና ሓራስ እያ ተባሂላ ኣላ ቆልዓ ኣለዋ ንወዳ ትንበረሉ ኣኸለ በቃ ትደልዮ ነገር ሕተት ገንዘብካ ትወስድ እታ ጓል ምለሳ ኣይሞተትን ጫፋ እውን ከይትነኽኣ ድሕሪ ሕጂ ንዝመፅ ይኹን ሓንቲ ነገር ተሓታታይ ንስኻን ሩካብካን ስድራኻን ኢኹም እዚኣ ኸ ኣግሂደ ክነገርካ ሎሚ ክደግማ እየ ፅባሕ ክደግማ እየ ድሕር ፅባሕ ክደግማ እየ ገንዘብ እስካብ ኣፍንጭ ኣለዎ ትባ ዘለካ ካልዕ ኣሌካ ህዝቢ ኣብዚ ዘሎ ህዝቢ ሙሉ ህዝቢ ትግራይ ጥራሕ ኣይኮነን ህዝቢ ኢትዮጵያ ሙሉ እዩ ኣብ ኣፍንጫካ ደው ከም ዝብል ክትፈልጥ ክትክእል ኣለካ እታ ትበልዓ ናብ ከብድካ ከማን ሰሪሓ ትበልካ ንሳ ከይተርፈ ከማን ኢና ክንሕዛ እዞም ኩሎም ንዓኻ ሽማግለ ኢና ኢሎም መፅኦም ዘለዉ ሶሻል ሚዲያ ከኣነ ሽማግለታት ይኩን ናይ ባዕልካ ሩካባት እዩ ብናይ ባዕልካ ተምፆም ደለልቲ ምሳካ መሳርሕትካ እዮም እሱ መራሕ ኣይኮነ ሬሳ ልበልካዮ እዋ ወዲ ውቅሮ እዩ ንርእሱ ድሮ ይፍለጡ ትበሃል ቦታ እወ ይፍለጥ ፍሉጥ እዩ ብስሩ ይለካ ኣብኡ ሕውሽ ማንም ርጃ ላይ ኣቲ የመን ጥራሕ እዩ ለኣቲ ኣሌክስ ሓወይ እና መራሕ ኣይኮነ ኢሉ ማለት ደልየ እዩ እሱ ኣዛዚ እዩ ልዕሊኦም ዘሎ መራሕቲ መን እዮም ማለት እዩ ድሕርስ መራሕቲ ብዙሓት ብዙሓት

ሕዚ ሃናን ድሕር ወፂኣ ካልኣት ለ እኒኦዋ ስለ ልባሃ ኣለዋ ስግኣት እዩ እምበይ ሃናን ኣይሞተት እያ ሌክስ ሓወይ እኒያ ብሂወት ሕጂ እዚ ስድራ ትረዳእካኒ እንድሕር ኣብ መስለኒ ኣብ ውቕሮ ስድራ ኣለዎ ምሽ እወ ብዙሓት ስድራ ደቃ ደ- ሓፍቱ ባዕሉ እኒያ ሽሻ ቤት እኒኤዋ ኣብኡ ሓፍቱ ሓፍቱ ኣበይ ኣብቲ- እኒያ ኣብ ስዑዲ እወ ላ ኣብኡ ኣብ ባዕሉ እኒያ ምስ ኦፍቲ ዘለዎ ዓዲ ማለት ምስ በዓሉ እወ ኣብኡ ዘለዎ ዓዲ ሓፍቱ ሽሻ ቤት እኒአዋ
እሺ
እናስ ኣሌክስ ሓወይ እሱ መራሒ ኮነ እሱ ማንኛውም ርጃል ኣብ ሕውሽ ዋይ ኣቲ እሱ ብዙሓት ሃና እንድሕር ትሰዲዳስ ብዙሓት ልሕተት ስለ ዝኾነ እዩ ሐዚ የላይ እኒያ ልብሎ እምበይ ሃናን ብሂወት እኒያ ኣሌክስ ሓወይ ሃናን ብሂወት እኒያ ግን ሃናን እንድሕር ትለቂቓ ብዙሓት ስለ እንዮ ካጠይቆ ስለ ልኾነ ስግኣት እዩ እምበይ ሃናን ብህይወት እንያ ብዙሓት ለሊ ጠነሳ ለኒዋ ልወለዳ ለኒዋ ኣብኡ ልወለዳ ኒዋ ሌክስ ሓወይ ኣብ ባዕሉ ማለት እዩ እቲ ቦታ ኣነ ይፈልጦ እዩ ካብኡ ማለት ድዩ ዋላ ካብቶም የመን ወይስ ካብቶም ሓለወቱ ላላ ኣብ ባዕሉ ኣብ ባዕሉ ብዙሓት ልጠነሳ ኒዋ ኣብ ባዕሉ ተሓንዱ
ካብ ባዕሉ ድዩ ይብለክ ኣለኹ እዋ ኣብ ባዕሉ እና ባዕሉ እዮ ኣብ ባዕሉ እዮ ኣይተረዳእክንን ዝብለክ ዘለካ ኣባ ተንጠኒሰን ወሊደን ገለ ትብልየን ዘለክስ ካብ ናቱ ድዩ ዝጠነሳ ናባዕሉ እየን ይብለኩካ ናባዕሉ ናባዕሉ ናባዕሉ እየን ኣብ ባዕሉ እየን በቃ ያጥንሰን ኣብኡ ይጠንሳ ይወልዳ ዝወለዳ ለኒዮ ዓበይቲ ውሉድ ያኒ ዝዓበዩ ለኒዮ ምስ በዓሉ ዝሰደዶም ለኒዮ ልትፈለጣ እዩ በቃ ተክላይ ማንም ትግራዋይ ይፈልጦ ማንም ኣምሓራ ይፈልጦ ሑሽ እንየዎ በቃ ኣብኡ ሑሽ ደፊሩ ለኣቲ የለ የመን ጥራሕ እዩ ደፊሩ ለኣቲ ኣብኡ ሑሽ የመን ጥራሕ
ኦኬ ሕጂ ንዑ ነረኻኽበሉ ንኽእል ነገርስ ብኸመይ እዩ ስድርኡ እንድሕር ኣብ ውቕሮ እንድሕር ተሃልዮም ብቐሊል ነገር ክንረኽቦም ንኽእል ኢና
ብቐሊሉ እማ ሕዚ ህኒታለ ዓዲ ካፊተን እኒኦዋ ኣብኡለ ከይድኻስ ሃመይ ምግናይ ይከኣል ዝብል እዚ መልሚሱ ምልኣት እዩ እኒኦ ሸርክ ገብረልኻ እንድሕር ደሊኻ ማለት እዩ ተጋሩን ይነጋገሩ እዮም ልነው ብዛዕባ ንኣቱ እንድሕር ዳሊኻ
ኣብ ሕጂ ኣበባ ፍሩ ክገብር ማለት ያለ ፊልተር ያለ ፊልተር ነውና ፎሎ ኣነ እኮ ፎሎ እየ ጸኒሕካ ነካ ነውሕ ጊዜ እና ተክላ የሚባለው ብዙ ሴቶች ነገርበት ያለ ስልክ ክህበካ ኣየ ኣሌክስ ስልክ ክህበካ ኣየ ናይ ኢትዮጵያ
እወ ና ፋሚሊ ናእቱ ሕጂ ወደ ላእክሉ ክልኽ ኣነ ሓርድ ግዜ ክድብለሉ ምንታን ንሱ ምስ ወዲ ቀሺ ትብል ስልካ እዩ ከም ብሓድሽ ክወፅእ ማለት ዶ እዩ
ውፅሙ ክንምልሰ ጌና ጭና ግቢ ተክላይ ይበሃል እና ሓፍትኺ ኣብ የመን ተታሒዛ ስለ ዘላ ካብ ትሞተኪ ዓሰርተ ሽሕ ሪያል ልኣኽላ ኢሉኒ እንዴ ይቅረ ዓሰርተ ሽሕ ዓሰርተ ቅርሽም የብለይ ቆዳ እና ገፈፍኩ ክልእኸልኺ ኢሉኒ ጨለ በቃ እሺ ልኣኽለይ ኢለዮ በቃ በቃ በቃ ካብኡ በቃ ረ- ሬሳ ኣስጋብ ዝልእኸለይ ሱቅ- ሱቅ ኢለ ካልኣይ ከዓ ብድሕሪኡ ምደዊለ ይፈልጥን ኣብ ቲክቶክ እየ እንዳጋጣሚ ኣብ ቲክቶክ እየ ሰብ ካሊእ ሰብ ሼር ገይርዎ ኣብ ቲክቶክ እየ ረኺበያ ኣነ ክሓተኪ ሓፍተይ እሞ ክንደይ ዓመት ገይራ እዛ ቆልዓ

ሰላም ሰላም ኣሕዋተይ ኣነ ተወሊደ ዝዓበኹሉ ዕዳጋ ዓርቢ እዩ ዕዳጋ ዓርቢ ኣብ ኤርትራ ፊት ንፊት ሓድሽ ዓዲ እየ ዓብየ ኣብኡ እየ ተወሊደ ኮይኑ ግን ስደት ወፅየ ከይደ ስደት ወፅየ ከዓኒ ኣብ ሸራሮ ኣትየ ኣብ ሸራሮ ከዓ ይነብር ነይረ ደሓር ክልተ ቆልዑ መናት ኣለዋኒ እዘን ቆልዑ መዕበይ ኢለ

እምበኣርከስ ክቡራትን ፍቱዋትን ተኸታተልትና እዚ ወጺኡ ዘሎ ማለት እውን ተጀሚሩ ዘሎ ምቅላዕ ገበነኛታት ንሃና ጥራሕ ዘይኮነስ ንብርክት ዝበላ ኣሕዋትናን ኣሓትናን ነብሲ ከድሕን ስለዝኽእል እዞም ከምዚኦም ዝበሉ ሓበሬታት ድማ ናኹሎም ንኽበጽሑ ብፍላይ ከምዚ ዓይነት ቪድታት ናባኹም ሪኮመንድ እንትንገብረልኩም ንስኹም ድማ ብዝተኻእለኩም መጠን እዚ ቻናል ንኽዓቢ እዚ ቪድዮ ድማ ናብ ኻልኦት ንኽበፅሕ ሓበሬታ እውን ንኽረኽቡ ላይክ ሼር ኮማንት ብዓብዩ ድማ ሳብስክራይብ ከይገበርኩም ከይትወፁ ኢኹም።